ብዕለት ሸሞንተ መጋቢት ክልተ ሽሕን ዕስራን ሽዱሽተን ሓድሽ ዝለዓለ ፖለቲካውን መንፈሳውን መራሒ ኢራን ኮይኑ ብዝምልከቶም ኣካላት ዝተመርጸ ሙጅቶባ ኻመኒ ኣቐዲሙ ብዝተኻየደ መጥቃዕቲ ብፎኪስ ቆሲሉ ከምዘሎ ማዕከናት ዜና ይጽብጽባ ኣለዋ። እቲ ሓድሽ መራሒ ሽመት ድሕሪ ምቕባሉ ከይተረፈ ኣብ ህዝቢ ኣይተራእየን። ንሱ ኣብዚ ከቢድ እዋን ንህዝቡን ሰራዊቱን ዝኸውን ዝኾነ ዝሃቦ መደረ የለን። በዚ ምኽንያት ካብ ትማሊ ጀሚሩ ኣብ ማሕበራዊ መራኸቢታት ሞጅቶባ ኻመኒ ጽቡቕ የለን ዝብል ዜና ክጋዋሕ ጸኒሑ። ነዚ ዜና ንምርግጋእ ውላድ ፕረዚደንት ኢራን ማሱድ ፐዜሽክያን ናብ ሎሚ ኣብ ዘውግሐ ለይቲ ብመንገዲ ቴሌግራም ኣብ ዝለጠፎ ጽሑፍ ከምዚ ኢሉ። ሞጅቶባ ኻመኒ ብመጥቃዕቲ ቈሲሉ ኸም ዘሎ ሰሚዐ ኣለኹ። ነቶም ምስ ሞጅቶባ ቅርበት ዘለዎም ኣዕሩኽተይ ብዛዕባኡ ሓቲተዮም፣ ንሳቶም ከኣ፣ ኣምላኽ ይመስገን፣ ብጥዕንኡ ኣሎ፣ ጸገም የለን ክብሉ መሊሶምለይ። እቲ ነዚ ዝጸሓፈ ውላድ ፕረዚደንት ኢራን፣ ካብዚ ሓሊፉ ብዛዕባ እቲ ወዲ ሓምሳን ሽዱሽተን ዓመት ሓድሽ መራሒ ኢራን ዝሃቦ ተወሳኺ ሓበሬታ የለን። ዶናልድ ትራምፕ ኣብ ኢራን ሓድሽ መራሒ ኣብ ምምራጽ ኣብ ዝካየድ መስርሕ ናይ ባዕሉ ተራ ክጻወት ከም ዝደሊ ዝገለጸ ኮይኑ፣ እስራኤል ብወገና ነቲ ሓድሽ ዝምረጽን ነቶም መረጽቱን ብማዕረ ክትሃድኖም ምዃና ኣጠንቂቓ ነይራ። እቲ ሓድሽ መራሒ መዓስ ናብ ህዝቢ ከም ዝቐርብ ክሳብ ሕጂ ዝተሓንጸጸ ወይ ዝተታሕዘ ቆጸራ የለን። እዚ ከምዚ ኢሉ እንከሎ፣ ሎሚ ረቡዕ ዓሰርተ ሓደ መጋቢት ኣብ ጥቓ ኣህጉራዊ መዕርፎ ነፈርቲ ዱባይ ክልተ ሰብ ኣልቦ ነፈርቲ ወይ ድሮናት ብምውዳቐን ኣርባዕተ ሰባት ቆሲሎም። ክልተ ጋናውያንን ሓደ ወዲ ባንግላድሽን ብፎኪስ ክህረሙ እንከለዉ፣ ሓደ ህንዳዊ ማእከላይ ዝበሃል ጉድኣት በጺሕዎ። እቲ መዕርፎ ነፈርቲ ግን ድሕሪ እዚ ፍጻመ ካብ ስርሑ ኣይተሰናኸለን። ኣብ ዱባይ ዝማእከሉ መንገዲ ኣየር ኢማራትን ኣብ ኣቡዳቢ ዝማእከሉ መንገዲ ኣየር ኢትሓድን ካብ ዕስራን ሸሞንተን ለካቲት ንደሓር ብውሑድ ቁጽሪ በረራታት ይፍጽሙ ኣለዉ። ኣህጉራዊ መዕርፎ ነፈርቲ ዱባይ ዝሓለፈ ዓመት ጥራሕ ኣስታት ሓደ ሚእቲ ሚልዮን ገያሾ ዝተቐበለ ዓቢ መዕርፎ ነፈርቲ እዩ። ኢራን መበል ሰላሳን ሓሙሽተን ማዕበል ስርሒታ ከም ዝጀመረት ዘፍለጠት ኮይና፣ ቐጠር ናብኣ ዝተተኮሰ ተወንጫፊ ከም ዝዓገተት ገሊጻ። ስዑዲ ዓረብ ድማ ናብ ወተሃደራዊ መዓስከር ኣየራ ዝዓለመ ሚሳይላት ከምኡ'ውን ነቲ ዓቢ ናይ ዕደና ነዳዲኣ ዕላማ ዝገበራ ድሮናት ከም ዘውደቐት ኣፍሊጣ። ሕቡራት ኢማራት ዓረብ ሎሚ ረቡዕ ንግሆ ንማዕበል ሚሳይላት ኢራን ምላሽ ትህብ ከም ዘላ ክትሕብር እንከላ፣ ባሕረይን ድማ ነበርቲ ውሑስ መዕቆቢ ክደልዩ ኣጠንቂቓ። ኢራን ኣብ ኩዌት ዝርከቡ ወተሃደራዊ ትካላትን መደበራት ኣሜሪካን ከም ዘጥቅዐት እኳ እንተገለጸት፣ ክልቲኤን ሃገራት ግን ነቲ ኢራን ዝበለቶ ኣየረጋገጸኦን። ኣሜሪካ፣ ኢራናውያን ኣብ መጻብቦ ሕርሙዝ ነታጒ ከይቀብሩ ስክፍታ ከም ዘለዋ ዝፍለጥ ኰይኑ፣ ኣብ ጥቓ እቲ ወሳኒ መተሓላለፊ ንዝነበራ ዓሰርተ ሽዱሽተ ነቶግቲ ዘንጽፋ መራኽብ ኣጥቂዓ ኣላ። ማእከላይ እዝ ኣሜሪካ፣ ሓያሎ መራኽብ ሓይሊ ባሕሪ ኢራን ብመጥቃዕቲ ዝዓነዋሉ ዝበሎ ምስሊ ዘርኢ ቪድዮ ዘርጊሑ። እቲ እዚ፣ እተን ብሰሉስ ዓንየን ዝበለን መራኽብ ሓይሊ ባሕሪ፣ ኣብ ጥቓ መጻብቦ ሖርሙዝ ነቶጕቲ ዘንጽፋ ዓሰርተ ሽዱሽተ መራኽብ ይርከብኣን። ሓለቓ ስታፍ ኣሜሪካ ጀነራል ዳን ኬይን ብሶኒ ኣብ ፔንታጎን ኣብ ዝሃቦ መግለጺ፣ ምድምሳስ ሓይሊ ባሕሪ ኢራን ካብቶም ሰለስተ ቀንዲ ዕላማታት ስርሒት ኣሜሪካ ምዃኖም ገሊጹ ነይሩ።

ኣሜሪካ ነዚ ምስ ፈጸመት ድሕሪ ሰዓታት፣ ኣብቲ ከባቢ ዝንቀሳቐሳ ዝነበራ ሰለስተ ናይ ንግዲ ዓበይቲ መራኽብ ካበይ ከም ዝመጸ ገና ዘይተረጋገጸ ተወንጫፊ ተሃሪመን ተጎዲኤን ኣለዋ ክብል ናይ ዓባይ ብሪጣንያ መርከብ ንግዲ ባሕሪ ኣፍሊጡ። እቲ መጥቃዕቲ ኣብ ከባቢ ዖማንን ዱባይን ዘጋጠመ ኮይኑ፣ ሓንቲ ካብተን መራኽብ ብሓዊ እናነደደት ዘርኢ ምስሊ ተዘርጊሑ። ሓንቲ ካብተን ሰለስተ መራኽብ ናይ ታይላንድ ባንዴራ ተንበልብል ነይራ ምስ ተባህለ፣ መንግስቲ ታይላንድ ኣብታ መርከብ ዕስራን ሰለስተን ባሕረኛታት ከም ዝነበሩ ገሊጹ። ሓይሊ ባሕሪ ዖማን ካብታ መርከብ ንዕስራ ባሕረኛታት ከም ዘድሓኑ፣ ገና ሰለስተ ሰባት ግን ከም ዝተርፉዎም ኣፍሊጦም። ብመጻብቦ ሕርሙዝ ዝሓልፋ መራኽብ ኣብዚ ተኣፋፊ እዋን ከቢድ ጥንቃቐታት ክገብራ ኣቐዲሙ ተሓቢሩወን እዩ። ካብዘን ሰለስተ ሎሚ ዝተሃርማ መራኽብ ንግዲ እታ ንፈለማ እዋን መጥቃዕቲ ዝበጽሓ መርከብ ኣብ ከባቢ ሕቡራት ኢማራት ዓረብ ኮንተይነራት ዝጸዓነት መርከብ እያ ነይራ። ሰራሕተኛታት እታ መርከብ ግን ኩሎም ብሰላም ከምዝወጹ ክፍለጥ ተኻኢሉ ኣሎ። ብመጻብቦ ሕርሙዝ ኣብ ሓደ ወርሒ ክሳብ ሰለስተ ሽሕ ዝበጽሓ ናይ ንግዲ መራኽብ ይሓልፋ። እዚ ቦታ ኣብ ዓለም ካብቶም ጻዕቂ መራኽብ ዝረኣየሎም ከባቢታት ሓደ እዩ። ካብ ሃገራት ማእከላይ ምብራቕ ናብ ኣውሮጳን ኤስያን ነዳዲ በዚ መስመር ኣቢሉ እዩ ዝሓልፍ። ንዓለምና ዘድልያ ነዳዲ እቲ ዕስራ ሚእታዊት ብመጻብቦ ሕርሙዝ ኣቢሉ ይጎዓዓዝ። ሎሚ ቀትሪ ኢራን ብመንገዲ ሕርሙዝ ዋላ ሓንቲ ሌትሮ'ውን ትኹን ነዳዲ ከምዘይትሓልፍ ኣፍሊጣ ኣላ። ኢራን ብተወሳኺ ዝኾነት ነዳዲ ጽዒና ብመንገዲ ሕርሙዝ ናብ ኣሜሪካ፣ ናብ ጽዮናዊት ኢራንን መሻርኽቲ ኣሜሪካን እስራኤልን ዝኾና ሃገራትን እትንቀሳቐስ መርከብ ዕላማ መጥቃዕቲ ከምእትኸውን ኣጠንቂቓ። ወሃቢ ቃል ሰራዊት ኢራን ናብ ኣሜሪካ ዝቐንዐ መልእኽቲ ከሕልፍ እንከሎ ከምዚ ኢሉ፣ ክትፈልጥዎ ዘለኩም ንዋጋ ነዳድን ጸዓትን ከተሕስሩ ኣይትኽእሉን ኢኹም። ዋጋ ነዳዲ ንሓደ በርሚል ክልተ ሚእቲ ዶላር ክበጽሕ'ዩ ተቐበልዎ። ምኽንያቱ ዋጋ ነዳዲ ብኹነታት ጸጥታ እዚ ከባቢ እዩ ዝውሰን፣ ናይዚ ከባቢ ጸጥታ ናይ ምፍራሱ ምንጪ ከኣ ንስኻትኩም ኢኹም ኢሉ። ጉጅለ ሸውዓተ ብኢንዱስትሪ ዝበልጸጋ ሃገራት ኣብ ዛዕባ ነዳዲ ይዘራረባ ኣለዋ። እተን ሃገራት ከዚነንኦ ዝጸንሓ ነዳዲ ኣብ ጥቕሚ ከውዕላ ይላዘባ ኣለዋ። ጀርመን ንኣብነት ካብ ክዙን ነዳዲኣ ክትጥቀም ክትጅምር ምዃና ኣፍሊጣ ኣላ። እቲ እዘን ሃገራት ክጥቀማሉ ዝሓስባ ዘለዋ ክዙን ነዳዲ ኣስታት ኣርባዕተ ሚእቲ ሚልዮን በርሚል ዘይተጻረየ ነዳዲ እዩ። ብምኽንያት ኲናት ኢራን ኣብ ዓለምና ወሰኽ ነዳዲ ኣጋጢሙ ከምዘሎ ዝፍለጥ ኮይኑ ኢትዮጵያ ከይተረፈ እቲ ኣብ መንጎ ኣሜሪካ፣ እስራኤልን ኢራንን ተኸፊቱ ዘሎ ኲናት ክሳብ ክንደይ እዋን ከም ዝጸንሕ ስለ ዘይፍለጥ፣ ህዝብን ትካላትን ብዝተኻእሎም መጠን ኣብ ኣጠቓቕማ ነዳዲ ክጥንቀቑ፣ ብመንገዲ ሚኒስተር ገንዘባ ኣሕመድ ሽዴ ኣቢላ ኣተሓሳሲባ። ብጽልዋ'ዚ ተወሊዑ ዘሎ ኲናት ኣብ ኢትዮጵያ ከይተረፈ ወሰኽ ዋጋ ነዳዲ ተራእዩ ኣሎ። ክቡራት ተኸታተልትና ኣብ ኲናት ዝርከባን ግዳይ ኲናትን ኮይነን ዘለዋ ገለ ሃገራት ማእከላይ ምብራቕ፣ ንዜጋታት ብጉድለት ኣጠቓቕማ ማሕበራዊ መራኸቢታት ኣብ ትሕቲ ቀይዲ የእተዋ ኣለዋ። መንግስታዊት መደበር ተለቪዥን ኢራን ኣብ እዋን ኲናት ቅቡል ዘይኮነ ኣተሓሳስባታት ኣንጸባሪቖም ዝተባህሉ ሰማንያን ሓደን ሰባት ኣብ ትሕቲ ቀይዲ ከም ዝኣተዉ ክትሕብር እንከላ፣ እስራኤል ብወገና ብቐጥታ መጥቃዕቲ ዝበጽሓሉ ቦታ ንዘርእዩ ናይ ደረቕ ስእልን ተንቀሳቓሲ ምስልታትን ገደብ ገይራ ኣላ። ኣብ ዋሽንግተን ዝመደበሩ ዳውን ዝተባህለ ትካል ተጣባቒ ሰብኣዊ መሰላት፣ ኣብ ሃገራት ባሕሬንን ቀጠርን ብተመሳሳሊ ምኽንያት ገለ ሰባት ኣብ ትሕቲ ቀይዲ ኣትዮም ከምዘለዉ ይገልጽ። መንግስቲ ኢማራት ዓረብ ኣቐዲሙ ህዝቢ ዘይተጻረየ ወረታት ኣብ ኢንተርነት ከይዝርግሕ ኣጠንቂቑ ነይሩ። ክቡራት ተኸታተልቲ መስትያት ቤትና ንሎሚ ዓሰርተ ሓደ መጋቢት